ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ሸናሊ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም። ንሎማዓንቲ ሒዘልኩም ዝመጻኹ ቪድዮ ከዓኒ ከምቲ ልሙድ ዕለታዊ ሸርፊ ብጸሊም ዕዳጋ ወይ ከዓ ብሓዋላ ኢሉ እውን ብናይ ኢትዮጵያ ንግዲ ባንኪ ከምኡ እውን ብልዕል መጠን ዘሽርፋ ናይ ግሊ ባንክታት ንመን እየን ንዝብል ሓቢርና ክንርኢ ኢና። እስከ ዓቢዲ ፍጻመ ንክትከታተሉ ብኣኽብሮት ይዕድም። ንቻናለይ ሓደሽቲ ዝኾንኩም ሳብስክራይብ፣ ነባራት ዝኾንኩም ከዓ ላይክ ሸር እናገበርኩም ንኸተበረታትዑኒ ብትሕትና ኢላው። ላይክ ሸር ንትገብሩለይ ከዓ ካብ ልቢ እናመስገንኩ እየ። ክብራት ኣሕዋተይ ሎማዓንቲ ብሰበር ዜና እየ መፅኤኩም ፀሊም ዕዳጋ ማንም ከይሓሰቦ እውነት ኣነ ባዕለይሲ እዚ ዝኣክል ወሰ ክገብር ኢለ ሓሰብዎ ነይረ ይኹን ደኣ እምበር ከይተሓሰበ ብጣዕሚ ወሰኽ ኣርእዩና እኒሆ። ያው ናይ ስዑዲ ዓረብ ሪያል ብፍላይ ከባቢ ሓምሳ ቅርሺ ክኣቱ ምንም ኣይቀረየን ማለት እዩ። ክብራት ኣሕዋተይና ብጣዕሚ እዩ ሰርፊ ወሲኹ ዘሎ። እንታይ ዝኣክል ወሰኽ ወሲኹ ንዝል ሓንቲ ብሓንቲ ክነግረኩም እየ። ሎማዓንቲ ነቮምፐር ሓደ ወይ ከዓኒ ጥቅምቲ ዕስራን ክልተን ማለት እዩ ዝርዝር ሃገራት ከምኒ ኣሜሪካ ዶላር፣ ዩሮ፣ ስዊስ ፍራንክ፣ ካናዳ ዶላር፣ ኣውስትራሊያ ዶላር፣ ቻይና ዩሃን፣ ፓውንድ ስተርሊንግ፣ ኩዌት ዲናር፣ ዩናይትድ ዓረብ እምሪ ድርሃም፣ ስዑዲ ዓረብ ሪያል፣ ኦማን፣ ጆርዳን፣ ባህሬን፣ ቱርኪ፣ ግብፂ፣ እስራኤል ሽቅል ወዘተ ዝበሉ ኢና ክንርኢ ሰናይ ፃንሒት ሰናይ ምክትታል። ንቻናለይ ሓደሽቲ ዝኾንኩም ሰብስክራይብ፣ ነባራት ዝኾንኩም ከዓ ላይክ ሸር እናገበርኩም ኣበረታትዑኒ። ላይክ ሸር ንትገብሩለይ ከዓ ካብ ልቢ እናመስገንኩ እየ ክብራት ኣሕዋተይ። ብመጀመርያ እንሪኦ ናይ ኣሜሪካ ዶላር እዩ ክኸውን። ናይ ኣሜሪካ ዶላር ብናይ ኢትዮጵያ ንግዲ ባንኪ 147 ቅርሽን ነጥቢ 96 ሳንቲምን ክሸረፍ ከሎ 100 ዶላር ዓሰርተ ኣርባዕተ ሽሕን ሸውዓተ ሚእትን ቴስዓን ሽዱሽተን ቅርሽን ይመጽእ ኣሎ ማለት እዩ። ዶላር ብጸሊም ዕዳጋ ወይ ከዓ ብሓዋላ ሚእትን ኣርባዓን ትሽዓተን ቅርሽን ነጥቢ ሓምሳን ሽዱሽተን ሳንቲምን ክሸረፍ ከሎ ሚእቲ ዶላር ዓሰርተ ኣርባዕተ ሽሕን ትሽዓተ ሚእትን ሓምሳን ሽዱሽተን ቅርሽን ይመጽእ ኣሎ ማለት እዩ። ዶላር ብፀሊም ዕዳጋ ወይ ከዓ ብሓዋላ ብዝገርም ኩነታት ኣብ ሓደ መዓልቲ ልዕሊ ሸሞንተ ቅርሺ ብምውሳኽ ሚእትን ሰብዓን ትሽዓተን ቅርሽን ነጥቢ ሰማንያ ሳንቲምን ክሸረፍ ከሎ ሚእቲ ዶላር ዓሰርተ ሸውዓተ ሽሕን ትሽዓተ ሚእትን ሰማንያን በፂሑ ንብለኩም ክብራት ኣሕዋተይ ኣነ ብጣዕሚ እየ ደንጊፀ ማርያምን ብጣዕሚ በቃ ምክንያቱ ምሲ ከምዚ ኢለ ተወሲኹ መጨረሹ እንታይ ክኸውን እዩ ዓድና ዝኒሆ ኑሮ ብጣዕሚ እዩ ክቃወስ ማለት እዩ እና ሓሲብኩሞ ብጣዕሚ እዩ ከቢድ ስለዚ ያው ኣብዚ በፂሑ እኒሄ ብቲ በለብቲ ቀፂልና ንሪኦ ዩሮ እዩ ክኸውን ዩሮ ብናይ ኢትዮጵያ ንግዲ ባንኪ ሚእትን ሰብዓን ክልተን ቅርሽን ነጥቢ ዕስራን ሓሙሽተን ሳንቲምን ክሸረፍ ከሎ ሚእቲ ዩሮ ዓሰርተ ሸውዓተ ሽሕን ክልተ ሚእትን ዕስራን ሓሙሽተን ቅርሽን ይመፀ ኣሎ ዩሮ ብናይ ወጋገን ባንኪ ሚእትን ሰብዓን ኣርባዕተን ቅርሽን ነጥቢ ሰላሳ ሳንቲምን ክሸረፍ ከሎ ሚእቲ ዩሮ ዓሰርተ ሸውዓተ ሽሕን ኣርባዕተ ሚእትን ሰላሳን ይመጽእ ኣሎ። ዩሮ ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ሸውዓተ ቅርሽን ነጥቢ ሓምሳን ሽዱሽተን ሳንቲምን ክሸረፍ ከሎ ሚእቲ ዩሮ ዕስራ ሽሕን ሸውዓተ ሚእትን ሓምሳን ሽዱሽተን ቅርሽን ይመጽእ ኣሎ ማለት እዩ። ደቂ ዓበይቲ ወይ ማዓረይ ብምቕጻል ንሪኦ ናይ ስዊስ ፍራንክ ናይ ስዊስ ፍራንክ ብናይ ኢትዮጵያ ንግድ ባንኪ ሚትን ሰማንያን ክልተን ቅርሽን ነጥቢ ሰማንያ ሳንቲምን ክሸረፍ ከሎ ሚት ናይ ስዊስ ፍራንክ ዓሰርተ ሸሞንተ ሽሕን ክልተ ሚትን ሰማንያን ይመፅእ ኣሎ። ናይ ስዊስ ፍራንክ ብናይ ወጋገን ባንኪ ሚትን ሰማንያን ሸውዓትን ቅርሽን ነጥቢ ዕስራን ሽዱሽተን ሳንቲምን ክሸረፍ ከሎ ሚት ናይ ስዊስ ፍራንክ ዓሰርተ ሸሞንተ ሽሕን ሸውዓተ ሚትን ዕስራን ሽዱሽተን ቅርሽን ይመፅእ ኣሎ ማለት እዩ። ክብራት ኣሕዋተይ ናይ ስዊዝ ፍራንክ ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ዕስራን ሰለስተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ስዊዝ ፍራንክ ዕስራን ክልተን ሽሕን ሰለስተ ሚእትን ሰብዓን ሽዱሽተን ቅርሽን ይመጸሎ። ብምቕጻል ንሪኦ ናይ ካናዳ ዶላር ናይ ካናዳ ዶላር ብናይ ኢትዮጵያ ንግድ ባንኪ ሚእትን ኣርባዓን ቅርሽን ነጥቢ ይቅርታ ሚእትን ኣርባዕተን ቅርሽን ነጥቢ ዓሰርተ ሽዱሽተ ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ዓሰርተ ሽሕን ኣርባዕተ ሚእትን ዓሰርተ ሽዱሽተ ቅርሽን ይመፅ ኣሎ። ካናዳ ዶላር ብናይ ወጋገን ባንኪ ሚእትን ሽዱሽተን ቅርሽን ነጥቢ ሰማንያ ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ዓሰርተ ሽሕን ሽዱሽተ ሚእትን ሰማንያን ይመፅ ኣሎ። ካናዳ ዶላር ብጸሊም ዕዳጋ ዊክ ክዓ ብሓዋላ ሚእትን ዕስራን ሸሞንተን ቅርሽን ነጥቢ ሰላሳ ሳንቲምን ክሸርፍ ከሎ ሚእቲ ናይ ካናዳ ዶላር ዓሰርተ ክልተ ሽሕን ሸሞንተ ሚእትን ሰላሳን ይመጽእ ኣሎ ማለት እዩ ደቂ ዓበይቲ ወይ ማዓረይ ቀጺልና ንሪኦ ናይ ኣውስትራልያ ዶላር ናይ ኣውስትራልያ ዶላር ብናይ ኢትዮጵያ ንግድ ባንኪ ቴስዓን ሓሙሽተን ቅርሽን ነጥቢ ቴስዓ ሳንቲምን ክሸረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ሓሙሽተ ሚእትን ቴስዓን ይመጸሎ ኣውስትራልያ ዶላር ብናይ ወጋገን ባንኪ ቴስዓን ሸውዓትን ቅርሽን ነጥቢ ቴስዓን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ሸውዓተ ሚእትን ቴስዓን ሽዱሽተን ቅርሽን ይመጽእ ኣሎ። ናይ ኣውስትራልያ ዶላር ብጸሊም ዕዳጋ ወይ ከኣ ብሓዋላ ሚእትን ዓሰርተ ሸውዓተ ቅርሽን ነጥቢ ሓምሳ ሳንቲምን ክሽረፍ ከሎ ሚእቲ ናይ ኣውስትራልያ ዶላር ዓሰርተ ሓደ ሽሕን ሸውዓተ ሚእትን ሓምሳን ይመጸሎ ማለት እዩ። ክብራት ኣሕዋተይ ቀጺልና ንሪኦ ናይ ቻይና ዩሃን

ክሽረፍ ከሎ ሚእቲ ናይ ቻይና ዮሃን ክልተ ሽሕን ሓሙሽተ ሚእትን ዕስራን ይመፀሎ ማለት እዩ ክብራት ኣሕዋተይ ቀፂልና ንሪኦ ናይ እንግሊዝ ፓውንድ ስተርሊንግ ክኸውን ናይ እንግሊዝ ፓውንድ ስተርሊንግ ብናይ ኢትዮጵያ ንግድ ባንኪ ሚእትን ተስዓን ክልተን ቅርሽን ነጥቢ ኣርባን ሓሙሽተን ሳንቲምን ክሸረፍ ከሎ ሚእቲ ፓውንድ ዓሰርተ ትሽዓተ ሽሕን ክልተ ሚእትን ኣርባን ሓሙሽተን ቅርሽን ይመፀሎ ፓወንድ ብናይ ወጋገን ባንኪ ሚእትን ተስዓን ትሽዓተን ቅርሽን ነጥቢ ዜሮ ሸሞንተ ሳንቲምን ክሽረፍ ከሎ ሚእቲ ፓውንድ ስተርሊንግ ዓሰርተ ትሽዓተ ሽሕን ትሽዓተ ሚእትን ሸሞንተን ይመጽእ ኣሎ። ፓውንድ ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ሰላሳን ሓሙሽተን ቅርሽን ነጥቢ ሰማንያን ሽዱሽተን ሳንቲምን ክሽረፍ ከሎ ሚእቲ ፓውንድ ዕስራን ሰለስተን ሽሕን ሓሙሽተ ሚእትን ሰማንያን ሽዱሽተን ቅርሽን ይመፀሉ ማለት እዩ። ክብራት ኣሕዋተይ እስካብ ሕዚ ክንሪኦ ዝፀናሕና ናይ ኣውሮፓ ሃገራት ይመስል ነይሩ። ቀፂልና ንሪኦ ከዓኒ ናይ ዓረብ ሃገራት እዩ ክኸውን። ቅድሚ ናብ ናይ ዓረብ ሃገር ምስጋርና ላይክ ሸር ምግባርኩም ኣረጋግፁ። ናብ ኩሉ ሰብ ሼር በልዎ። ንምንታይ ሲ ሓደ ሓደ ኣሕዋት የለዋ ሸርፊ ምውሳኹ ከይፈለጣ ብሕሳር ዝልእኸኡ ማለት ስለዚ ምንታን ክጠቕመን ሼር በልዎ ብውሽጢ መስመር ይኹን ብሶሻል ሚዲያ ይኹን ማለት እዩ። ከም ናይ ዓረብ ሃገር ኣዲምና ንሪኦ እታ ብዓለምና ኣብ ቀዳማይ ደረጃ ተሰሪዓ እትርከብ ብኽባር እተሽርፍ ናይ ኩዌት ዲናር እዩ ክኸውን ናይ ኩዌት ዲናር ብጸሊም ብናይ ኢትዮጵያ ንግዲ ባንኪ 473 ቅርሺ ነጥቢ 60 ሳንቲምን ክሸረፍ ከሎ ሚእቲ ናይ ኩዌት ዲናር ኣርባዓን ሸውዓተን ሽሕን ሰለስተ ሚእትን ስሳን ይመጽእ ኣሎ ማለት እዩ። ናይ ኩዌት ዲናር ብናይ ኦሮሚያ ባንኪ ኣርባዕተ ሚእትን ሰማንያን ሓሙሽተን ቅርሽን ነጥቢ ዕስራን ሓሙሽተን ሳንቲምን ክሸረፍ ከሎ ሚእቲ ናይ ኩዌት ዲናር ኣርባዓን ሸሞንተን ሽሕን ሓሙሽተ ሚእትን ዕስራ ሓሙሽተን ቅርሽን ይመጽእ ኣሎ። ናይ ኩዌት ዲናር ብጸሊም ዕዳጋ ወይ ከዓ ብሓዋላ ሓሙሽተ ሚእትን ሰማንያን ሓሙሽተን ቅርሽን ነጥቢ ዜሮ ክልተ ሳንቲምን ክሸረፍ ከሎ ሚእቲ ናይ ኩዌት ዲናር ሓምሳን ሸሞንተን ሽሕን ሓሙሽተ ሚእትን ክልተን ይመጽእ ኣሎ እንግዲህ ሕሰብዎ ናይ ኩዌት ዲናር ሽዱሽተ ሚእቲ ክኣቱስ ዓሰርተ ሓሙሽተ ቅርሺ ብቻ ቀሪዎ እግዚኦ ሓንቲ ቅርሺ ብሽዱሽተ ሚእቲ እና ዝዓመቱ እዚ ጸኒሑ ሽሕ ቅርሺ ዘይምዃኖም ምንም መጨበጢ መትሓዚ የብልናን። እውነት ኣነ ብጣዕሚ እየ ተናዲደ ዝኒኹ ሸርፊ ብምውሳኹም ማለት እዩና ዝሮ ዝሮ እስኪ ክብራት ኣሕዋተይ ከም ዝመስል ቀጺልና ንሪኦ ናይ ዩናይትድ ዓረብ እምሬት ወይ ከዓ ናይ ዱባይ ድርሃም ሓደ ናይ ዱባይ ድርሃም ብናይ ኢትዮጵያ ንግዲ ባንኪ ኣርብዓ ቅርሽን ነጥቢ ዕስራን ሓሙሽተን ሳንቲምን ክሸረፍ ከሎ ሽሕ ናይ ዩናይትድ ዓረብ እምሬት ድርሃም ኣርብዓ ሽሕን ዕስራን ሓሙሽተን ቅርሽን ይመፀሎ ዩናይትድ ዓረብ እምሬት ድርሃም ብናይ ወጋገን ባንኪ ይቅርታ ብናይ ዳሽን ባንኪ ኣርብዓን ሰለስተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሽረፍ ከሎ ሽሕ ናይ ዩናይትድ ኣረብ እምሪ ድርሃም ኣርብዓን ሰለስትን ሽሕን ሰብዓን ሽዱሽተን ቅርሽን ይመጽእ ኣሎ። ዩናይትድ ኣረብ እምሪ ድርሃም ብጸሊም ዕዳጋ ወይ ከዓ ብሓዋላ ኣርብዓን ሸሞንተን ቅርሽን ነጥቢ ሰማንያን ሽዱሽተን ሳንቲምን ክሽረፍ ከሎ ሽሕ ናይ ዩናይትድ ኣረብ እምሪ ድርሃም ኣርብዓን ሸሞንተን ሽሕን ሰማንያን ሽዱሽተን ቅርሽን ይመጽእ ኣሎ ማለት እዩ። ብምቕጻል ንሪኦ ናይ ስዑዲ ዓረብ ሪያል ናይ ስዑዲ ዓረብ ሪያል ብናይ ኢትዮጵያ ንግድ ባንኪ ሳላሳን ትሽዓተን ቅርሽን ነጥቢ ኣርባዕን ሓደን ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ሳላሳን ትሽዓተን ሽሕን ኣርባዕን ሓደን ቅርሽን ይመጽእ ኣሎ። ናይ ስዑዲ ዓረብ ሪያል ብናይ ኣዋሽ ባንኪ ኣርባዓን ክልተን ቅርሽን ነጥቢ ሓምሳን ሓደን ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ኣርባዓን ክልተን ሽሕን ሓምሳን ሓደን ቅርሽን ይመጽእ ኣሎ። ናይ ስዑዲ ዓረብ ሪያል ብጸሊም ዕዳጋ ወይ ከዓ ብሓዋላ ብዝገርም ኩነታት ኣርብዓን ሸውዓተን ቅርሽን ነጥቢ ሰማንያን ሓሙሽተን ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ኣርብዓን ሸውዓተን ሽሕን ሰማንያን ሓሙሽተን ቅርሽን ይመፀሎ ማለት እዩ። እዚ ማለት ንሓምሳ ቅርሽስ ክልተ ቅርሺ ይቐርያታ እኒሃ ማለት እዩ። ጉድ እዩ ጉድ ጉድ ጉድ ጉድ ብጣዕሚ እዩ ዝሓዝን። ቀፂልና ንሪኦ ናይ ኦማን ሪያል ክኸውን ናይ ኦማን ሪያል ብፀሊም ዕዳጋ ወይ ከዓ ብሓዋላ 466 ቅርሺ ነጥቢ 82 ሳንቲምን ክሸረፍ ከሎ ሚት ናይ ኦማን ሪያል 46682 ቅርሽን ይመፀ ኣሎ። ቀፂልና ንሪኦ ናይ ጆርዳን ዲናር ናይ ጆርዳን ዲናር ናይ ጆርዳን ዲናር ብጸሊም ዕዳጋ ወይ ከኣ ብሓዋላ ክልተ ሚእትን ሓምሳን ሰለስተን ቅርሽን ነጥቢ ዓሰርተ ሓሙሽተ ሳንቲምን ክሽረፍ ከሎ፣ ሚእቲ ናይ ጆርዳን ዲናር ዕስራን ሓሙሽትን ሽሕን ሰለስተ ሚእትን ዓሰርተ ሓሙሽተ ቅርሽን ይመጸ ኣሎ ንብለኩም። ዕስራ ቅርሺ ወሲኹ እኒሆ። ቀጺልና ንሪኦ ናይ ባህሬን ዲናር ክኸውን ናይ ባህሬን ዲናር ብጸሊም ዕዳጋ ወይ ከዓ ብሓዋላ 276 ቅርሽን ነጥቢ 15 ሳንቲምን ክሸረፍ ከሎ ሚእቲ ናይ ባህሬን ዲናር 27615 ቅርሽን ይመጸሎ። ቀጺልና ንሪኦ ናይ እስራኤል ሸቅል ናይ እስራኤል ሸቀል ብጸሊም ዕዳጋ ወይ ከዓ ብሓዋላ ሓምሳን ሓሙሽተን ቅርሺ ነጥቢ ዓሰርተ ሸሞንተ ሳንቲምን ክሽረፍ ከሎ ሽሕ ናይ እስራኤል ሸቀል ሓምሳን ሓሙሽተን ሽሕን ዓሰርተ ሸሞንተ ቅርሽን ይመጽእ ኣሎ። ደቂ ዓበይቲ ወይ መሃረይ ከምዚ ከማይ ከይትሓስበ ሸርፊ ብምውሳኹ ዘደንገጸኩም ኣብ ኮሜንት ጸሓፉለይ። ብፍላይ ድማ ኣብ ስዑዲ ዓረብ ትርከቡ እስከ ሎማዓንቲ ብትኽክል ክንደይ ሓዊልኩም ንዝብል ያው ከምቲ ናይ ኩሉ ግዜ ዝብለኩም ንስ ንስኻትኩም ሓበሬታ ተዋሃቡ ከምኡ እውን ኣነ እስኪ ክፈልጦ ደልየ እኒኹ ናይ ማን ድዩ ብስሩ ከምኡ ድዮም ይሕውልዎ ኣለዉ እዞም ሓወልቲ ሲ ገሪምኒ እኒሆ ክፍላት ኣሕዋተይ እስኪ ክንደይ ሓዊልኩም ከዓስ ኣብ ኮሜንት ፀሓፉለይ እስካዕ ቪድዮ ፍፃመ ንዝተኸታተልኩምኒ ካብ ልብና መስገንኩ እየ ላይክ ሸር ሰብስክራይብ ምግባር ደሞ ኣይትረስዑ ማለት እዩ። ክብረት ኣሕዋተ ይትሓዝሉ መዓንቲ ርእሰይ ብጣዕሚ ይሕምንን እኒሆ እና ዘጥፍኣዎ ነገር ተልዩ